ልዓዲ ክትከድ ክትሓስብ ከለኻ ኣነ ለይሓስብ ኣይኮንኩ ናብ ዓዲ ይሓስብ እየ ግን ኣይ ህዝ ንእሽቶ ይፅንሕ ክብል ህዝ ታይ ሒዘ ካብኡ ትግራይ ከዓ ተካመዩ ኒውት ዓድና ካብኡ ከዓ ታይ ሰሪ ከምዚ የብለይ ከምዚ እውን ኣይገበርኩ ንእሽቶ ይፅንሕ ክብል ንእሽቶ ይፅንሕ ክብል ንእሽቶ ይፅንሕ ኮና ያልና ዕድመና ይውዳእ በተለይ ልደቂ ኣንስትዮ ስደት ብጣዕሚ ከቢድ እዩ ብጣዕሚ ማለት እዩ ከይተረዳእካ ዕድመ ከይብለልካ ስለዚ በተለይ ልዕሊ ኣርባዕተ ዓመት ክትገብር ከለካ ኣይ በቃ ደጊ ምስ ዓደይ ዶ ክኸድ ኢልካ ብልሓሰብካሉ ግዜ ታይ ትኾን ታይ ሒዘ ኢልካ ትሓስብ ታይ ሒዘ ታይ እኒኤኒ ላብ ዓዲ ክኸድ ከምዚ ለይ ገበርኩ ከምዚ ለይ ገበርኩ ትብል እና ታይ ክብል ደልየ በተለይ ኣተን ኣጋይሽ ሕንያኽን ኣሕዋትይ ገንዘብክን ብደ ሰላም ሰላም ናይ ዩቲብ ቻናለይ ተኸታተልቲ ከመይ ኣለኹም ከመይ ትኾኑለይ እግዚኣብሔር ይመስገን ኣነ ብጣዕሚ ሰላም እየ ብዘለኹምዎ ሰላምን ፍቕርን ለኣኻትኩም እናተመንኹ ምሳኹም ዘለኹ ዮርዳ ሓፍትኹም እየ። ንዩቲብ ቻናለይ ሓደሽቲ ዝኾንኩም እንኳዕ ዳሕና መጻኹምለይ ናበልኩ በዛ ናይ ደወል ምልክት ብምጥዋቕ ሳብስክራይብ ናገበርኩም ቤተሰብ ይኩኑ። ኩሉ ግዜ ኣነ ዝሰርሖም ቪድዮታት ኣቐዲሙ ክመፀኩም መንታን ሳብስክራይብ ግበሪኹም ማለት እዩ ብሩኻተይ። ኣነ ከዓ ኩሉ ግዜ ልኣኻትኩም ክጠቕመኩም ይኽእል እዩ ክትዘናግዕሉ ትኽእሉ ኢኹም ዝበልኩዎም ቪድዮታት ሕሒዘ ምምፃእ ኣይክሓምቕ ማለት እዩ። ንስኻትኩም ከዓ ሳብስክራይብ ምግባር ኣይትሕመቑ። ሳብስክራይብ ምግባር ምንም ነገር ኣይጎድኦኩም እዩ። መጀመርያ ክትሪኦ ከለኹም እዛ ቪድዮ ከዓ ላይክ ገበሩ ማለት እዩ ብርኻተይ። ላይክ ለኣና ይጠቕመና እዩ ኩሉ ግዜ ይብለኩም እየ። ሕልፍ ክትብሉ ቪድዮ ክትሪኢ ከለኹም ላይክ ግበሪኹም ማለት እዩ ብርኻተይ። ናይ ሎማዓንቲ ሒዘልኩም መፅ ዘለኹ ቪድዮ ከዓ ስደተኛታት ንኩላትና ንጓል ይኹን ንወዲ ስደት ንስደት ለለና ሰባት ትጠቅም እያ ዝበልኩዋ ቪድዮ እያ ማለት እዩ። ብቀዳማይ ኣነ ሓንቲ ቪድዮ ሰሪሐ ነይረ ናብ ትግራይ ይኣቲ ኣለኹ መርቑን ኢለ ፕራንክ እያ ትኽክለኛ ኣይኮነት ናብ ትግራይ ይኸድ ኣለኹ ኢለ ቪድዮ ሰሪሐ ነይረ መጨረሻ ከዓ ፕራንክ ኢለኩም እየ ማለት የሕዋት መሓረይ ናይ ልምዓንቲ ክሰርሖ ዘለኹ ቪድዮ ከዓ በተለይ ካብ ኣርባዕተ ዓመት ንላዕሊ ኣብ ስደት ዝገብርና ሰባት በተለይ በተለይ ካብ ኣርባዕተ ዓመት ልላዕሊ ኣብ ስደት ልገበርና ሰባት እዛ ቪድዮ ጠቕመና እያ ኢለ እየ ባዕለይ ለ ብለለኹ ህይወት ብልነብሮ ኣለኹ ህይወት እየ ክናገር መፀ ማለት እዩ ኣነ ልዕሊ ኣርባዕተ ዓመታት ገይረ ኒኦኹ ኣብ ስደት ቀደም ክትመፅእ ከለኻ ኣብ ስደት ክንድኡ ክገብር እየ ኢልካ ይኹን ከይትመፅእ ከለኹ ክልተ ዓመት ጥራሕ ገይረ ኣብ ስዑዲ ተቐሚጠ ልዓደየ ክምለስ እየ ልብል ነይረ ስጀመር ክመፅእ ከለኹላ ብሃንደበት እየ መፅኡ ብሃንደበት በቃ ብሓንቲ መዓልቲ ወሲላ ትመፅእ ቆልዓ ነይራ ኣብ ስዑዲ ኣነ ከዓ ምሳኻ ንምንታይ ከዲላ ካብ ትምህርተይ ትምህርቲ ዓሽራይ ክፍሊ ወዲኤ ኣብ ሓንቲ መዓልቲ ይወሲነ ማለት እዩ እና ንናባዕልና ኣመፃፃ ኣለና እቲ ምክንያት እናታይ ክብል ደልየ ኣብ ስደት ለለኽን ኣሕዋተይ ልዓዲ ክትከድ ክትሓስብ ከለካ ኣነ ላይ ሓስብ ኣይኮንኩ ናብ ዓዲ ይሓስብ እየ ግን ኣይ ህዝ ንእሽቶ ይፅንሕ ክብል ህዝ ታይ ሒዘ ካብኡ ትግራይ ከዓ ተካመዩኒ ተዓድና ካብኡ ከዓ ታይ ሰሪሐ ከምዚ የብለይ ከምዚ እውን ኣይገበርኩ ንእሽቶ ይፅንሕ ክብል ንእሽቶ ይፅንሕ ክብል ንእሽቶ ይፅንሕ ኮና ኣልና ዕድመና ይውዳእ በተለይ ደቂ ኣንስትዮ ስደት ብጣዕሚ ከቢድ እዩ ብጣዕሚ ማለት እዩ ከይተረዳእካ ዕድመካ ይበላልካ ከይተረዳእካ ዕድመካ ይውዳእልካ ማለት እዩ ስለዚ በተለይ ልዕሊ ኣርባዕተ ዓመት ክትገብር ከለኻ ኣይ በቃ ደጊ ምስ ዓደይ ዶ ክኸድ ኢልካ ብላ ሓሰብካሉ ግዜ እንታይ ትኾን እንታይ ሒዘ ኢልካ ትሓስብ እንታይ ሒዘ እንታይ እኒየ ንላብ ዓዲ ክኸድ ከምዚ ኢለ ይገበርኩ ከምዚ ኢለ ይገበርኩ ትብል እና እንታይ እየ ክብል ደለይ በተለይ ኣተን ኣጋይሽ ሕንያኽን ኣሕዋት እዩ ገንዘብክን ብደንብ ሓዙ ገንዘብክን ብደንቢ ሓዛ እሞ ገንዘብኪ ዘይትሕዚ ድኸ ነይሩ ኮይኑ ክትብላን ይኸን ንሕና ጦርነት መፅዩ ጦርነት ኣብ ልመፀሉ ጊዜ ኩሉ ትግራዋይ ማለት እዩ ሰሪሕካ ልባዕልካ ዘይኮነ ሰሪሕካ ልቤተሰብ እዩ ነይሩ ዳርጋ ክልተ ሰለስተ ዓመት ኣብዚ ኩናት ልነበረሉ ግዜ በፍጽም ሰብ ሰሪሐ ክብለይ ይክእልይ ምንም ክግበር ስለ ለይክኣል እሱ ተመስገን እግዚኣብሔር ኣምላክ ይመስገን ቤተሰብካ ወጽዮምልካ እስኻ ሰሪሕኻ ስለ ልሓገዝካ ይኹንካ ክትጸባጸብ ግን ታየ ክብል ደልየ እቲ ገንዘብ ለይ ሓዝካ መኣዝ ይርደእካ ኣጋ ዓድኻ ክትከድ ምስ ሓሰብካ ሲ ዓዲ ክኸድ ኢልካ ክትሓስብ ከለኻ ኣሕዋተይ ታይ እኒየኒ ማለት ታይ ሒዘ ታየ ገይረኒ እኮ ኢልካ ናብ ምንጽብጻብ ትኣቲ እቲ ዝሓለፈ ዓመታት ከኣ ትሓስብ እቲ ድኻምካ ለ ትሓስብ እቲ ዝደኸምካዮ እቲ ዝሰራሕኻዮ ሓቂ ዘረባ ስራሕ በቃ ልዕለይ ዝሰርሕ ዳርጋስ የለይ ሰለስተ ገዛ ኣርባዕተ ገዛ ደፋእ እየ ልብል ግን ገንዘብ ስለልተደፋእካ ጥራሕ እውን ኣይኮነ ማለት እዩ ክትሕዝ ኣለካ ኣሕዋተይ ማዕረይ ግድን ክትሕዛ ኣይግበእክን ክትጉብዛ ኣይግበእክን ልስድራ ኩሉ ግዜ ክትሰዳ የብልኽን እዩ ንባዕልኽን ሴቭ ክትገብሩ ይግበእኩም ኣወዳትኩም ኣጓላትኩም ማለት እዩ በተለይ ደቂ ኣንስትዮ ብጣዕሚ ኢና ተጎዳእቲ ዕድመና ይኸድ ናደኸምና ንኸድ በተለይ ኣነ ህዚ ገስትራይት ንያትኒ ጨጎራ ማለት እዩ ብጣዕሚ እየ ልሓመም ንሓመምኩ እየ ልሰርሕ ንሓመምኩ ተቐኒተ ሻርፕ ነገር ተቐኒተ ይመስሕ ገዛ ሻርፕ ነገር ተቐኒተ ካንሸሎ ይሓፅብ ክዳውንቲ የክውን ስለዚ እዚ እንታይዮ ላብ ልኸፈ ሕማም እውን ክንዳረግ ንኽእል ኢና እንታይ ደኣ ክንገብር ነና ና ሰለስተ ዓመት ና ክልተ ዓመት ጠንኪርና ጠንቂቕና ልባዕልና ጥራሕ ኣንሕና ስለ ልሰነፍና ይኾነ ግን ግዴታ እቲ ልነበረ ኩነታት ግዴታ ከስንፈካ ይገብረካ ሰሪሕ ሓሲብ ክትገብረ ይትኽእል ዝለነበረ ዓመት እና ተመስገን እግዚኣብሔር ኣማሪረ ይኮንኩ ጥዕና ሂቡካ ሰሪሕካ ማንኛው ሰብ እዩ ማንኛው ትግራዋይ እዩ በይነይ ጥራሕ ይኮንኩ ወይ ካሊእ ጥራሕ ይኮነ እግዚኣብሔር ይመስገን ግን ክብለክን ልደሊ ኣሕዋተይ ላብ ዓዲ ክንከድ ምስ ሓሰብና እዩ ትሕዝቶና ልርደአና ኣይርደእካይ ሕዚ ርግጠኛ እየ ኣብ ስራሕ ዓለም ለለኽን ኣሕዋተይ ኣይ ሀዚ ስለ ሓወይ ኣይ ሀዚ ስለ ሓፍተይ ኣይ ሀዚ ስለ መንደኾን ኣይ ሀዚ ስለ ሓፍትነይ ንመንደኾን ሓገዝኩ ትብላ ኢኽን መኣስ ክርደእክን እዩ ዓመታት ምስ ወሰድክን ነዊሕ ዓመታት ምስ ኣቑፀርክን ናብ ዓዲ ክኸድ ኢልክን ክትሓስባ ከለካ እንታይ እኒአኒ ኢኽን ትብላ እንታይ ሒዘ ኢኽን ትብላ ስለዚ እንታይ ክንገብር ይግበአና ልባዕልና ልበዝሕ ገንዘብና ሴቭ ክንገብር ይግበአና ንምንታይ ስደትና ክነሕፅር ዕድመኻ ይበልዐልካ፣ ጥዕናኻ የጓሳቕለካ፣ ኣካላትካ የማስነካ። ናብ ማንየ ኣካላትካ ብጣዕሚ ኢኻ እንትትኾን ትዳኸም ማለት እዩ። ንነዊሕ ዓመታት ኣብ ዳዓርብ ምሽቃል ማለት ጉልበታዊ ስራሕ ምስራሕ ማለት መዓልታዊ ዕረፍቲ ለይብሉ እሞ ከዓ ታመጋግባኻ እኳሲ ታመጋግባኻ እኳስ ኖርማል ዝኾነ ኣመጋግባ ይኹን ኣብ ሓንቲ ኣብ ሓንቲ መዓልቲ ሓንቲ ግዜ ወሊዕኻሉ ትውዕል ግዜ ኣሎ ናብ ዳዕሪ ማለት እዩ ድሓር ምግቦም ከዓ ኣነ በተለይ ዳርጋ ኣብ ክስሞት እየ ልበልዕ ማለት እዩና በቃ ናይዞም ዓዱ ብዙሕ ኣይስማዕመዕኒ ኣይፈትወይ ስለዚ እንታይ ይኽብለክ እንደለይ ትሕዝቶኻ ሴፍ ክትገብር ይግበካ ድምፀካ ዕላማ ጌርካ ዕላማ ጌርክን ክልተ ዓመት እዚኣ ሰሪሕ ዓደይ ክኸድ እየ ተይልኪ በቃ ንባዕልኺ ጥራሕ ኮኒ ንባዕልኺ ጥራሕ ገንዘብ ክሓዚ ሴቭ ግበሪ ንጓል ቀሊል ነገር ይኾነ ብጣዕሚ እዩ ዋጋ ለኸፍለ ስደት ሓንቲ ልፈልጣ ሓፍተይ ነይራሲ ትሽዓተ ዓመት ኣብ ስደት ተቐሚጣ ትሽዓተ ዓመት ማለት እዩ ትሽዓተ ዓመት ተቐሚጣ በቃ ንቤተሰብ እያ ትብል፣ ንቤተሰብ እያ ትገብር፣ ልሓዋ ልሓፍታ ልመን ትኾን ንቤተሰብ ለቦይ ለደይ ድሕሪ እዛ ቆልዓ እንደገና ኣሕዋታ ናመፁ በኹር ናይ ገዛ እያ እንድሕር ገና ኣሕዋታ ናመፁ ምሽዋር ናመፁ ምሽዋር ናመፁ ዓሰርተ ግዜ ምሽዋር ትኸፍል ነይራ ድሕሪኡ ጨጉራ ሓያል ጨጉራ ከምዝናተይለ ብጣዕሚ ተሓመም ነይራ እዛ ቆልዓ ኣጋጣሚ እየ ተፋሊጠያ ጓል ዓደየ ኮንቲ ግን ብፌስቡክ ተፋሊጥና ብጣዕሚ የዋህ ዝኾነት ሰብ ቆልዓ ብጣዕሚ ሓያል ጨጎራ ንሓመመት ናተሰቃየት እያ ትሰርሕ ነይራ ናብ ምንታይ ተቐይሩ ትጨጉራ ኣላ ሽኮር እያ ተቐይርዋ ኣነ ብጣዕሚ ኢለ ፍርሐኒ እዚ ጨጎራ ማለት እዩ ሓያል ጨጉራ ነይራታ ድሕሪ ግን ስኳር ተባሂላ ጥዕና ተጎሳቂላ ዕሪ ሓሚማ ኣብ ዓዲ ኣትያ ማለት እዩ ዓዲ ናይ ስኳር መድሓኒት ናወሰደት ትካየድላ ገዘብ የብላ ገዛ ይብላ ምነ ይብላ ቁነገር ኣይገበረት እንድሕር ለይሓዝካ ከዓ ዓድኻ ከይድካለ ትትሕግዞ ዝነበርካ ቤተሰብ ማንም ሰብ ኣይድን። ተመሊስካ እንደገና ድኻ ብባሕሪ ክትወፅእ እንደገና ተመሊስካ ድኻ ስደት ትሓስብ እንደገና ተመሊስካ ድኻ ናብ ሊብያ ክትሓስብ ሶታይ ክትኮን ኣለካ ክትሕዘ ኣለካ ማለት እዩ። ዓድኻ ትኣድ ትኾንካ ክትሕዘ ኣለካ። ኣብ መጀመርያ ኣይርድአካ ኣብ መጀመርያ ኩላትና ኣይርድአና ነይሩ ኣይ ችግር የብሉን ኔኒ ደጊዘ ክትሰርሕ እየ ክሰርሕ እየ መዓዝ ኢኻ ዳሕራይ ኣጋ ዋይ ክኸድ ነይረ ህዝስ ክንዲ ዛሕምት ገይረ ትብል ዋታይ ሒዚ ታይ ኔኒ ትብል ስለዚ ንሓደ ንሓደ ናበልካ ነርካ ዓድኻ ከይድኻላ ሓደ ሓደ ናገበርካሉ ነበርካ ሰብ ለኣኻ ሂወትካ ከማዕርየልካ ይኽእል ሰብ ከብለልካ ይኽእል እዩ እንታይ ደኣ ልሊ ሂወቱ ይልነብር ብሩኻት እዩ ወዲ ሰብ ልሊ ህይወት እዩ ልነብር ማንም ሰብ ቤተሰብ ይኹን ካልእ ይኹን ግዴታ እዩ ወለድኻ ኣቦኻ ኣዴኻ ለወለድኻ ትሕግዝ ግን ንእስኻ ከምደይ ትጉደእሉ እስኻ ልድሕሪት ከምደይ ትተርፈሉ ንኣቶም ሓጊዝካ እስኻ ምንም ነገር ለይብልካ ትትሪፍካ ኩላትካ ውድቀት እዩ እሳቶም ኣይልወጡ እስኻ ለ ኣይትልወጥ እና ደቂ ኣንስትዮ ኣሕዋተይ ዕድሜና ለይተረድዐና ይልኸድ ብዙሕ ነገር ብዙሕ ነገር ኢና ስደት ንኸስር ብዙሕ ማለት እዩ ሶታይ ክንገብር ኣለና ስደት ምምፃና ለይተረፈና ጥንክር ኢልና ንባዕልና ክንኮን ይግበና ማለት እዩ ብሩኻተይ ናይ ሎማዓንቲ ቪድዮ እዚኣ ትመስል ነይራ